ሰላም ተኸታተልቲ እዚ መደብ ከመይ ቀኒኹም? ሎሚ እንዘራረበሉ ኣርእስቲ ደቅና ጉብዝ ክብሉ እንከለዉ ከንሕና ከም ወለዲ ከነስርጸሎም ዘለና ኣምራት ንሳቶም ውን ነዞም ኣምራት እዚኦም ከም ናቶም መምርሒ ናይ ህይወቶም ንኽፈልጥዎም ንኽመልክዎም ክንምህሮም ዘለና ክኸውን እዩ። ሰናይ ምክትታል። ሓደ ካብቲ ንወለዲ ኣዝዩ በዳሂ ዝኾነ ዕድመ ናይ ደቅና እንዳጎቦዙ ክመጹ ከለዉ ካብቲ ደቂ ዓሰርተ ክልተ ዓመት ንላዕሊ እንዳኾኑ ዝመጽሉ ዘለዉ ዕድመ እዩ። ኣብዚ ዕድመ እዚ እቲ ሓንጎል ብዙሕ ነገራት እንዳተማህረ ብዙሕ ነገራት እንዳፈለጠን እንዳማዕበለን ስለ ዝመጽእ ዘሎ ኣብ ኣካላቶም እውን ብዙሕ ናይ ሆርሞናት ለውጥታት ዘጋጥመሉ ዕድመ ስለ ዝኾነ ቆልዑ እውን ኣብዚ ዕድመ እዚ ዝያዳ ካብ ንወለዶም፣ ካብ ነሕዋቶም፣ ንመማህርቶም፣ ንመዘናታቶም፣ ንየዕሩኽቶም ዝያዳ ኣተኩሮ ዝህቡ፣ ዝያዳ ብኦም ዝግደሱ ወይ ከኣ እቲ ጽልዋ ናይ መዘና ዝበሃል ክሰርሕ ወይ ከኣ ክሰርጽ ዝጅምረሉ ዕድመ ስለ ዝኾነ ወለዲ ነዚ ዕድመ እዚ ከሳልዮም ዝኽእል ወይ ከኣ ኣብዚ ዕድመ እዚ ንኸጓንፎም ዝኽእል ወይ ኣብ ህይወቶም ኣብዚ ዕድመ እዚ ኮይኖም ንዝውስንዎ እሞ ደሓር ቁሩብ ክብድ ዝበለ ውጽኢት ዝርከቦ ወይ ከኣ ንህይወቶም ኣብ ሓደጋ ከእቱ ዝኽእል ውሳነታት ንኸይውስሉ፣ ወለዲ ጌና ካብቲ ደቂ ሸሞንተ ዓመት ንላዕሊ ኣብ ዝኾኑሉ ዘለዉ ግዜ ነዘን ኣብ ምራት ሕጂ ዝጠቕሰን ክንምህሮም ከም ዘለና ከነስርጸሎም ከም ዘለና እውን ምፍላጥ የገድሰና እዩ። ሓደ ካብቲ ወለዲ ደቅና ካብቲ ንኡስ ዕድሚኦም ኣትሒዝና ኩሉ ግዜ ደጋጊምና ክንምህሮምን ክንምዕዶምን ዘለና ዝኾነ ይኹን ጉዳይ ከጋጥም እንከሎ ወይ ከኣ ዝኾነ ይኹን ጸገም ከጋጥም እንከሎ ክዛረቡ ከም ዘለዎም ምምዓድ እዩ። ኣብ እንተደኣ ስቕ ኢሎም ሃልዮም ወይ ከኣ እቲ ኣጋጢምዎም ዘሎ ጉዳይ ንበይኖም ገይሮምዎ ንውሽጦም ዓቚሮምዎ ስቕ እንተ ኢሎም ኩሉ ግዜ ኣብ ስቕታ መፍትሒ ከም ዘየለ ወይ ከኣ ካብ ስቕታ ዝኾነ ይኹን መፍትሒ ክመጽእ ከም ዘይክእል ብዝተፈላለየ ኣብነታት እንዳ ገበርና ከነረድኦም ይግብኣና እዩ። ወለዲ ኣብዚ ዕድመ እዚ ንደቅና ሓደ ካብቲ ብንጹር ደጋጊምና ከነብርሃሎምን ከም ሓደ ዘይልወጥ ነገር ወይ ከኣ ከም ሓደ ግድን ክፈልጥዎ ዘለዎም ነገር ክንምህሮም ወይ ከኣ ክንሰርሓሉ ዘለና ንዝኾነ ይኹን ሽግር ንዝኾነ ይኹን ጸገም ግድን እንተ ደኣ ተዛሪቦምሉ እንተ ደኣ ካብ ውሽጦም ኣውጺኦም ብፍላይ ምስ ወለዶም ከዕልሉሉን ክዛረቡሉን እንተ ደኣ ክኢሎም ክዝትይሉ እንተ ደኣ ክኢሎም ኩሉ ግዜ ልዕሊ ሓደ መፍትሒ ከም ዘሎ ከነርእዮም ከነእምኖም ይግብኣና እዩ። ምኽንያቱ ዝበዝሕ ግዜ ኣብቲ ተኣፋፊ ዕድመ ቆልዑ ኣብ ዝህልዉሉ እዋን እቲ ንህይወቶም ናብ ሓደጋ ከእቱ ዝኽእል ወይ ከኣ ነቲ ብምሉኡ ብድሕሪኡ ዘሎ ዕድሚኦም ዝጸሉ ከቢድ ውሳነ ክወስዱ እንከለዉ ወይ ዝኾነ ይኹን ክመጽእ ዝኽእል ለውጢ የለን ወይ ዝኾነ መፍትሒ የለን ኢሎም ስለ ዝኣምኑ እዩ። ወይ ከኣ በቲ ናቶም ናይ ኣተሓሳስባኦም ደረጃ፣ በቲ ናይ ዓቕሞምን ናይ ዕድሚኦምን ኣተሓሳስባ ደረጃ ብኡ ተመሪሖም ዝኾነ ይኹን ለውጢ ከምጽኡ ከም ዘይክእሉ ወይ ከኣ ዝኾነ ይኹን ፍታሕ ከም ዘይብሉ ኩሉ ማዕጾታት ተዓጽዩ ከም ዘሎ ዝርድኦም ወይ ከኣ ዝረኣዮም ዕድመ ስለ ዝኾነ እዩ። ኣብዚ ወለዲ ሓደ ደቅና ነቲ ኩሉ ዘጋጥሞም ነገራት፣ ከቢድ ይኹን ፎኪስ ይኹን ጸገማት፣ ክንሰምዖም ድሉዋት ምዃንና፣ ካብቲ ንኡስ ዕድሚኦም ኣትሒዝና እንዳመልመልናዮ፣ እቲ እምነት እንዳሃነጽናዮ ክንመጽእ ይግበኣና እዩ። ወለዲ ምስ ደቅና ግዜ ከነሕልፍ፣ ምስ ደቅና ዝምድና ክህልወና ኢሎ ብዙሕ ግዜ ዝደጋግሞ ዘረባ፣ ኣብዚ ዕድመዚ ነቲ ናቶም እምነት ንምርካብ እዩ። ደቅና ዝኣምኑና ክኾኑ፣ ዝኾነ ይኹን ኣጓኒፎም ናባና ንኽመጹ ንምባል እዩ። ብድሕሪ እዚ ዝኾነ ይኹን ነገር ከጋጥሞም እንከሎ፣ ስቕ እንተ ደኣ ዘይሎም ወይ ንውሽጦም ዓቚሮሞ እንተ ደኣ ዘይተሪፎም፣ ኩሉ ግዜ መፍትሒ ክንረኽበሉ ስለ ንኽእል እዩ። ቆልዑ ግን መብዛሕትኡ ግዜ እቲ ናህና እምነት እንተ ደኣ ዘይሃልይዎም ወይ ኣብ ልዕሌና እምነት እንተ ደኣ ዘየሕዲሮም ወይ ዝኾነ ይኹን ሽግር ኣጋጢምዎም መጀመርያ ንፈርዶም እንተ ደኣ ኮይና፣ ዘይንሰምዖም እንተ ደኣ ኮይና፣ እቲ ኣጋጢሙ ዘሎ ሽግር ብሰንኪ ሸለልትነቶም ምዃኑ ደጋጊምና ንነግሮም እንተ ደኣ ኮይና ወይ ውን ከጋጥም ዘይግብኦ ጌጋ እዩ ወይ ክኸውን ዘይነበሮ ኣጋጣሚ እዩ ኢልና ደጋጊምና ንወቕሶም እንተ ደኣ ኮይና ሓደ እቲ እምነት ብፍጹም ኣይስረትን እዩ ወይ ከኣ እቲ እምነት ኣብ ልዕሌና ክህልዎም ዘሎ ተኽእሎ ኣዝዩ ዝተሓተ እዩ ወይ ከኣ ኣዝዩ ዝላሕለሐ እዩ። ካልኣይ እቲ እምነት እንተ ደኣ ዘይሃልዩ ዝኾነ ይኹን ሽግር ከጋጥሞም እንከሎ ሽግር መናብርትና ስለ ዝኾነ እቲ ዕድሜኦም እውን ዝበዝሕ ግዜ ናብ ሽግር ዝደፋፍኦም ስለ ዝኾነ ከምዚ ዓይነት ክስተት ከጋጥሞም እንከሎ ናባና ኣይመጹን እዮም። ዝበዝሕ ግዜ ኣብዚ ዕድመዚ ከም እንርእዮ ንሕና እውን ካብ ህይወትና ከም ዝተሞከርናዮ ናብ መዛኑኦም፣ ናብ ኣዕሩኽቶም፣ ናብ መሓዙቶም፣ ናብ መማህርቶም፣ ናብ መሰተኦም ደቂ ገዛውቶም እዮም ዝጎዩ። ዕድሚኦም ሓደ ስለ ዝኾነ ወይ ከኣ ኣበብ ስለ ዝኾኑ ኸኣ በቲ ኹሉ ዓቕሞም ክሓስብዎን ክበጽሕዎን ዝኽእሉ ክንድቲ ሓደ እኹል ሰብ ክንድቲ ወለዶም ሓላፍነት ወሲድና ብዝተፈላለየ መኣዝኑ ርኢና መዚንና ከነምጽኦ እንኽእል ውጽኢት ወይ ከኣ ከነምጽኦ እንኽእል ፍታሕ ክበጽሕ ኣይክእልን'ዩ። ስለዚ ወለዲ ቀዳመይቲ ንደቅና ከም ናይ ኩሉ ግዜ ኣካይድኦም ወይ ከኣ መገዶም ክሕዝዋ ዘለዎም ኣብ ትሕቲ ዝኾነ ይኹን ኩነታት ዝኾነ ይኹን ነገር ወይ ዝኾነ ይኹን ጸገም ከጓንፎም እንከሎ ክዘራረብሉ ክነግሩና ብዓቢኡ ድማ ኣብ ውሽጦም ጌሮሞ ስቕ ንኸይብሉ ደጋጊምና ክንነግሮም ደጋጊምና ክንምዕዶም ንሕና ንኹሉ ሽግራቶም ክንፈትሕ ድልዋት ምዃንና ንዝኾነ ይኹን ሽግር እንተወሓደ ሓንቲ ካብኡ ሓሊፉ ድማ ልዕሊ ሓደ መፍትሒ ከምዘሎ እውን ብግብሪ እንዳርኣናዮምን እንዳመሃርናዮምን ክንመፅእ ኣገዳሲ እዩ። ካልኣይ ወለዲ ንደቅና ከም ሓደ ኣምር ከነስርጸሎም ዘለና ሓሳብ ንዝኾነ ይኹን ዝገበርዎ ወይ ዘይገብሮ ወይ ከኣ ንሶም ዘይኣምንሉን ዘይቅበልዎን ነገር ባእሲ ፈሪሖም፣ ምፍሕፋሕ ፈሪሖም ወይ ምጭቕጫቕ ፈሪሖም ስቕ ኢሎም ክቕበልዎ ከም ዘይብሎም ምምዓድን ምምካርን የድልየና። ቆልዑ ብዝተፈላለየ ምኽንያት ጌጋ ከጋጥም ይኽእል እዩ፣ ዘይምርድዳእ ከጋጥም ይኽእል እዩ። ንሓደ ክሕተቱሉ ዘይግባእ ወይ ንሓደ ሓላፍነት ክወስዱሉ ዘይግባእ ነገር ክኸውን ይኽእል ወይ ጉዳይ ወይ ኣጋጣሚ ክኸውን ይኽእል እዩ ግን ምዝርራብ ጸሊኦም፣ ባእሲ ጸሊኦም ወይ ምፍሕፋሕ ወይ ዘይምርድዳእ ጸሊኦም ነቲ ሓላፍነት ክወስድሉ ዘይግባእ ኩነታት ሓላፍነት ክወስድሉ ከም ዘይብሎም ክንምህሮም ኣለና። ምኽንያቱ ቆልዑ ብፍላይ ኣብቲ ክጠቕሶ ዝጸናሕኩ ዕድመ ካብ ደቂ ዓሰርተ ክልተ ዓመት ንላዕሊ ኣብ ዘለውሉ ግዜ ክፍተዉ እዮም ዝደልዩ፣ ኣዝዮም ህቡባት እዮም ክኾኑ ዝደልዩ፣ ናይ ኩሎም እቶም ኣብ ከባቢኦም ዘለዉ ናይ መዛንኦም ምሉእ ኣድህቦ እውን ይደልዩ'ዮም ብኹሉ ሰብ ክኽበሩ ብኹሉ ሰብ እቲሶም ዝገብርዎ ዘለዉ ነገር ዓቢ ባይታ ወይ ከኣ ዓቢ ቦታ ክረክብ ስለ ዝደልዩ ነዚ ንኸይከስሩ ነቲ ረኺቦምዎ ዘለዉ ኣድህቦ ከይከስሩ ወይ ነቲ ረኺቦምዎ ዘለዉ ቦታ ንኸይከስሩ ወይ ነቶም ቀሪቦምዎም ተማሓዝዮምዎም ዘለዉ ወይ የዕሩኽቶም ጌሮምዎም ዘለዉ ሰባት ንኸይከስሩ ክብሉ ነቲሶም ሓላፍነት ክወስዱሉ ዘይግብኦም ዝተፈጥረ ጌጋ ሓላፍነት ክወስዱ ይኽእሉ እዮም። ስለዚ ንደቅና ኩሉ ግዜ ካብ ነቲ ክሕተትሉ ዘይግባእ ወይ ሓላፍነት ክወስድሉ ዘይግባእ ሓላፍነት ምውሳድ ነቶም ሰባት ደው ኢልካ ንነብስኻ ምሙጓት ከም ዘዋጽእ እዚ ድማ ኣብ ህይወቶም ደሓር ብፍላይ እንዳዓበዩ ክመጹ ከለዉ ከም ሰባት ከም ዘኽብሮም፣ ከም ሰባት ጥዑያት ሰባት ከም ዝገብሮም፣ ከም ሰባት ድሌቶም፣ ሓሳቦም ዝገልጹን ዝርድኡን ከም ዝኾኑ ወይ ከኣ ከምኡ ከም ዝገብሮም ብዝተፈላለየ ምኽንያት፣ ኣጋጣሚታት ጌርና ከነርእዮም፣ ከነረድኦም፣ እቲ ሓሳቡ ድማ ኣብ ኣበእምርኦም ሰሪጹ ንኹሉ ግዜ ዝኺዶም ከም ዝኸውን ጌርና ክንምህሮምን ከነስርጸሎምን ሓላፍነት ኣለና። ካልእ ምስኡ ኣሰኒና ንደቅና ክንምህሮም ዘለና ነዚ ድማ ከም ሓደ ዓቢ መሰነይታ ዝኾነና እቲ ንሶም ዝስከምዎ ሓላፍነት ካልእ ዝስከመሎም ከምዘየለ ደረቶም ባዕሎም ንኻልኦት ሰባት ከርእዩ ከምዘለዎም እንዳማሃርናዮም ክንመጽእ ይግባኣና እዩ። ቆልዑ ካብቲ ንኡስ ዕድሚኦም ብዛዕባ ደረት ዝፈልጡ እንተደኣ ኮይኖም፣ ክትሕተተሉ ዘይብልካ ኩነታት ወይ ከኣ ሓላፍነት ክትወስደሉ ዘይብልካ ሓላፍነት ምውሳድ ድማ ሓደ ካብቲ ደረቶም ምጥሓስ ምዃኑ፣ ባእሲ ወይ ካልኦ ሰባት ከይብሉኒ፣ ከይጸልኡኒ፣ ከይርሕቑኒ ኢሎም ዘየድልዮም ሓላፍነት ክወስዱ ኣይህድግ ኣይብሉን እዮም። ሳልሳይ ንደቅና ክንምህሮም ዘለና ኣምር ውሕ ናይ ነብሶም ውሕስነት ወይ ከኣ ውሕስነቶም ቅድሚ እቲ ጽቡቕ ዝገብርዎ ተግባር ወይ ከኣ ቅድሚ እቲ ንሶም ከም ሰባት ጽቡቕ ተግባር ዝገብሩ ምዃኖም ክስራዕ ከም ዘለዎ ምምሃር እዩ። ኩሉ ግዜ ንኣብ ከባቢኻ ዘለዉ ሰባት፣ ምሳኻ ንዘለዉ ሰባት፣ የዕሩኽትኻ፣ ስድራ ቤትካ፣ መሓዙትካ፣ ዋላ ንዘይትፈልጦም ሰባት፣ ዋላ ንሓንቲ መዓልቲ ጥራሕ እትረኽቦም ሰባት ሓጋዚ ምዃን፣ ለዋህ ምዃን ጽቡቕ እዩ፣ እንተኾነ ግን ሓጋዚ ክትከውን ወይ ከኣ ለውሃትካ ከተርኢ ንድሕነትካ ወይ ከኣ እቲ ናትካ ውሕስነት ኣብ ምልክት ሕቶ ዝኣቱ ክኸውን የብሉን። ቆልዑ ንኣሽቱ እንከለዉ እቲ ውሑስ ቦታ ንዕኦም ውሑስ ኩነታት፣ ውሑስ ኣገባብ ናይ ነገራት ኣተሓሕዛ፣ ኣገባብራን ኣሰራርሓን ምስ እንምህሮም እንዳዓበዩ ክመጹ እንከለዉ እንዳጎበዙ ክመጹ እንከለዉ ድማ ማዕረ ማዕሪኡ ድማ ምቕሉላት ክኾኑ፣ ተሓጋገዝቲ ክኾኑ፣ ሓገዝቲ ንሰባት ክኾኑ፣ ትሑታት ክኾኑ እንዳማሃርናዮም ስለ እንመጽእ፣ ነቲ ናቶም ውሕስነት ኣብ ምልክት ሕቶ ዘእቱ ስለ ዝኾነ ወይ ከኣ ነቲ ናቶም እቲ ናይ ነብሶም ውሕስነት ብፍጹም ዘየለ ኣብ ዝኾነሉ ግዜ ናቶም ሓልዮት ወይ ናቶም እቲ ሰናይ ተግባር ወይ ጽቡቕ ተግባር ንኻልኦት ሰባት ንኽገብሩ ንህይወቶም ኣብ ሓደጋ ከእትዉ ከም ዘይብሎም ምምዓድ ኣዝዩ የገድሰና እዩ። ምኽንያቱ ኣብዚ ዕድመ እዚ ኩሉ ግዜ ናይቶም ኣብ ከባቢኦም ዘለዉ ሰባት ተቐባልነት ይደልዩ እዮም። እቶም ኣብ ከባቢኦም ዘለዉ ሰባት ክፈትውዎም፣ ከኽብርዎም፣ ክቕበልዎም፣ ኩሉ ዓርኮም መሓዝኦም ክኸውን ዝደልይሉ ዕድመ እዩ። ነዚ ንምርካብ ድማ ነዚ ኣድህቦ እዚ ነዚ ክብረት እዚ ነዚ ኣብ ከባቢኦም ዘሎ ሰብ ኩሉ ዓሽዓሽ ዝብሎም ዘሎ ክብህግዎ ይኽእሉ እዮም፣ ክፈትውዎ ከስተማቕርዎ ይኽእሉ እዮም፣ ዝኾነ ይኹን ዋጋ እውን ክኸፍልሉ ይኽእሉ እዮም። ምክንያቱ እቲ ሓንጎል ጌና ኣብ ናይ ምምዝዛን ደረጃ ወይ ዓቕሚ ስለ ዘይበጽሐ ዘሎ እቲ እሶም ዝደልይዎ ዘለዉ እቲ እሶም ንዕኦም ኣብታ ግዜ እቲኣ ዘሐጉሶም ዘሎ ነገር እንተድኣ ረኺቦሞ ነቲ ናቶም ውሕስነት ወይ ከኣ ንህይወቶም ኣብ ሓደጋ እውን ከእትውዋ ይኽእሉ እዮም። ወይ ከኣ እዚ ንዓይ ኣብ ሓደጋ ዘእቱ እዩ ኢሎም ክሓስቡ፣ ክምርምሩ፣ ክርድኡ እንተድኣ ኮይኖም፣ ወለዲ ደጋጊምና እቲ ናቶም ውሕስነት ንህይወቶም ኣብ ሓደጋ ዘይምእታው ልዕሊ ኩሉ ናይ ቀዳማይ ቀዳምነት ክወሃቦ ከም ዘለዎ ደጋጊምና ክንምህሮም ከነረድኦም ይግብኣና እዩ። ራብዓይ፣ ወለዲ ንደቅና ከነስርጸሎም ዘለና ኣምር ልዕሊ ዓቕሙ ምስራሕ ወይ ከኣ ልዕሊቲ ዝግብኦም ምብርካት፣ ልዕሊቲ ክህብዎ ዝኽእሉ ወይ ልዕሊቲ ክህብዎ ክሰርሕዎ ዝግባእ ምሃብ ጽቡቕ ተግባር ዘይምዃኑ ክንምህሮም ኣለና። ዋላኳ ነቶም ኣብ ከባቢኻ ዘለዉ ሰባት ክትሕግዝ ጽቡቕ ነገር እንተኾነ፣ ንኣብ ከባቢኻ ዘለዉ ሰባት ኩሉ እቲ ዝከኣለካ ክትገብር ጽቡቕ እንተኾነ፣ እቲ ክበጽሕዎ ዘለዎም ናይ መወዳእታ ደረጃ ግን ክፈልጥዎ ኣለዎም። ኩሉ ግዜ ካብቲ ክበጽሕዎ ዝኽእሉ ንላዕሊ ክገብሩ እንከለዉ ንነብሶም ይውጽዑ ከምዘለዉ፣ ልዕሊ ዓቕሞም ይሰርሑ ከምዘለዉ፣ ልዕሊ እቲ ዝግብኦም የበርክቱን ይህቡን ከም ዘለዉ ከነዘኻኽሮም ይግብኣና እዩ። ልዕሊ ዓቕምኻ ምስራሕ፣ ልዕሊ እቲ ክትገብሮ ዝግብኣካ ምግባር፣ ልዕሊ እቲ ክትህቦ ዝግብኣካ ምሃብ ምዝመዛ ምዃኑ ንደቅና ከነረድኦም ኣለና። ኣብ ሞንጎ ተመዝመዝቲ ምዃንን ጽቡቕ ነገር ዝገብሩ ወይ ከኣ ጽቡቕ ነገር ዝህቡ፣ ዝሕግዙ፣ ዓቕሞም ዘበርክቱ ምዃንን እቲ ፍልልይ ብንጹር ከነረድኦምን ከነርእዮምን ይግብኣና እዩ። ደቅና ብቕልል ዝበለ እቲ ኩሉ ዓቕሞም፣ ብልሖም፣ ብቕዓቶም ከይምዝመዝ እቲ ክህብዎ ዘለዎም ክህቡ፣ እቲ ክዕቅብዎ ዘለዎም ክዕቅቡ፣ ወትሩ ድማ ነቶም ልዕሊ ዓቕሞም ንኽሰርሑ ዝደፍእዎም ሰባት ወይ ልዕሊ ዓቕሞም ንኸበርክቱ ዝደፋፍእዎም፣ ዘገድድዎም፣ ሰባት ተለልዩ ውን ኣብቲ ናይ ብሓቂ ናይ ስራሕ ዓለም ምስ ኣተዉ ውን ስለ ዝሕግዞም ልዕሊ ዓቕምኻ ምስራሕ ከም ሓደ ጽቡቕ ነገር ከም ዘይኮነ ልዕሊ ዓቕምኻ ምሃብ ልዕሊ ዓቕምኻ ምብርካት ብዝተፈላለየ መዐቀንን ዓይነቱን ማለት እዩ ምዝመዛ ምዃኑ ጽቡቕ ጌርና ከነረድኦምን ከነስርጸሎምን ይግብኣና እዩ። ስለዚ ደቅና ዓቕሞም ዝፈልጡ፣ እቲ ዝግብኦም ከበርክቱ፣ ልዕሊ እቲ ዝግብኦም ክሕተቱ እንከለዉ ምምዝማዝ ምዃኑ ክርድኦም እንተደኣ ኮይኑ መጀመርታ ወለዲ ካብቲ ንኡስ ዕድሚኦም ኣትሒዝና ኖኖ ምባል፣ ኖእ ኣይክእልን'የ፣ ኖእ ኣይትሓዝለይ፣ ኖእ ክገብሮ ኣይክእልን'የ፣ ኖእ ኣይጥዕመንን'ዩ፣ ክብሉ ከነላምዶምን ክንደፋፍኦምን ከነተባብዖምን ይግብኣና እዩ። ምኽንያቱ ንሓደ ክገብርዎ ዘይክእሉ ነገር ወይ ንሓደ ኣብታ ሰዓት እቲኣ ክገብርዎ ድሉዋት ዘየለዉ ወይ ክሰርሕዎ ዘይመቸኦም ዘሎ ነገራት ወይ ጽቡቕ ስምዒት ንዘይህቦም ዘሎ ነገራት No ኣነ ኣይገብሮን እየ፣ No ኣነ ደስ ኣይበለንን ዘሎ፣ No ሕጂ ክገብሮ ኣይክእልን እየ ክብሉ ብሓፈሽኡ እቲ ኖኖእ ምባል እቲ እምቢታ ከስምዑ ምኽኣል ክላመድዎ ክእሉ ኣለዎም። ሕጂ ንኹሉ ነገር ኣይኮኑን ኖኖእ እንዳበሉ ክኣብዩ ነቲ ዘይምቸኦም ነገር፣ ነቲ ዘይምእምኦም ነገር፣ ነቲ ኣብታ እዋን እቲኣ ዘይተዳለዉሉ ነገር ወይ ዘይመልኽዎ ወይ ዘይከኣልዎ ነገር ኖኖእ ክብሉ ምልማድ የድልየና። ብድሕሪኡ ከኣ ነቲ ልዕሊ ዓቕሞም ከበርክቱ ወይ ክሰርሑ እንከለዉ እቲ ናቶም ክበጽሕዎ ዝኽእሉ ናይ መወዳእታ ደረጃ ወይ እቲ ናቶም ሊሚቴሽን ክፈልጡ ክንሕግዞም ኣለና። እዚኤን ክልቲኤን በበይነን ምስ ሓዘወን ሽዑ ምስ ግዜ እንዳጎቦዙ ክመጽኡ እንከለዉ ኣብቲ ዝምዝመዝሉ ዘለዎ ግዜ ኖኖ ክብሉ ይኽእሉ እዮም። ወይ እውን ቅድሚ ናብኡ ምብጽሖም እውን ንነብሶም ዝገትእሉ ንነብሶም ዝከላኸልሉ ሜላ እንዳጥረዩኑ ክመጹ እውን ይሕግዞም እዩ። ሓምሻይ ንደቅና ከነስርጸሎም ዘለና ኣምር ኩሉ ግዜ ኣብ ነብሶም ክሰርሑ ከም ዘለዎም፣ ኩሉ ግዜ ንነብሶም ካብዚ ሎሚ ዘለውዎ ዝሓሸት ንኽገብርዋ መዓልታዊ ክሰርሑ ከም ዘለዎም ደኣ እምበር፣ የዕሩኽቶም፣ መማህርቶም፣ መማሃራኖም፣ ኣብ ከባቢኦም ዘለዉ ኣብ ዝተፈላለየ ዕድመ ዘለዉ ሰባት ብዛዕብኦም እንታይ እዮም ዝርድኡ ወይ እንታይ እዮም ዝሓስቡ፣ እንታይ እዮም ዝፈልጡ ኣገዳሲ ዘይምዃኑ ክንምህሮም ይግብኣና እዩ። ብዛዕባ እቲ ኣብ ህይወቶም ዘገድሶም ነገራት ገዲፎም ንሰባት ዘሐጕሱ ጥራሕ ክዀኑ ስለ ዝደፋፍኦም፣ ካብቲ ንኡስ ዕድሚኦም ኣትሒዝና ኵሉ ግዜ ኣብ ነብሶም ክሰርሑ ከም ዝግባእ፣ ኵሉ ግዜ ንነብሶም እታ ዝበለጸት ኮይና ንኽትቀርብ ብኹሉ እቲ ንዕኦም ኣብ ህይወቶም ዘገድሶም ነገራት ካብ ሎሚ ናብ ፅባሕ እንዳዕበይዎ እንዳማዕበልዎ ንኽመፁ ነዚ ንኽገብሩ ድማ ዝተፈላለየ መገድታትን ኣንፈታትን እንዳተጠቀሙ ወይ እንዳሰዓቡ ክሰርሑ ከም ዝኽእሉ ክንሕግዞም ኣብቲ ሓገዝና ዝደልይሉ ክንህሉ ኣብቲ ምኽርና ዝደልይሉ ምኽርና ክንልግሰሎም ክንድግፎም ይግበኣና እዩ። ስለዚ ቆልዑ ነዚ እንተደኣ ኣሚኖሞ ነዚ ንሕና ኣብ ኣብ ኣብ ባይታ ከም ዝረኣ እንተደኣ ጌርና እንዳዓበዩ ክመጹ ከለዉ ኣብቲ ዓለም ብዙሕ ካልእ ሽግር እንዳጓነፎም ብዙሕ ካልእ ብድሆታት እንዳጓነፎም ክመጽእ እንከሎ እታ ቀዳመይቲ ዝገብርዋ ንነብሶም ብቑዓት ብሉጻት ጌሮም ምስራሕ ምድላው ምቕራብ ደኣ እምበር እቲ ኣብ ከባቢኦም ዘሎ እዝኒ ኣይ ኣይህብዎን እዮም ወይ ከኣ ብዙሕ ዓቢ ቦታ እውን ኣይህብዎን እዮም እቲ ዘድልዮም ዝወስዱ እቲ ዘየድልዮም ዝገድፉ ንነብሶም ዘዕብዩ ንነብሶም ዘማዕብሉ ንኽኾኑ ድማ ይቐለሎም። ተኸታተልቲ እዚ መደብ ደቅና እንዳጎበዙ እንዳዓበዩን ክመጹ እንከለዉ ምስኦም ክዓቢ ዘለዎ ምስኦም ክሰርጽ ዘለዎ ኣገደስቲ ኣምራት ኢለ ዘዳለኽዎ መደብ ገለ ትምህርቲ ረኺብኩምሉ ክትከኑ ተስፋ ይገብር ኣብ ዝመጽእ እዋን ብኻልእ ኣርእስቲ ክንራኸብ ኢና ሰላምን ቅሳነትን።